ሰላም ክቡራት ተኸታተልቲ መደብ ንላለ ከመይ ቀኒኹም ብዝሓለፈ ሓሙሽተ ክፋላት ብዛዕባ HTML ተማሂርናዮ ዘለና ኣብታ መወዳእታ ክፋል ከኣ ብዛዕባ ቪድዮን ድምጽን ከመይ ጌርካ ተእቱ ተማሂርና ኔርና ሕጂ ከኣ መጸልቱ ካብቲ ኣገዳሲ ፓርቲ ናይ ክፋል ናይ HTML ማለት እዩ ብዛዕባ ከመይ ጌርካ ቴብል ትሰርሕ ከመይ ጌርካ ፎርም ትመልእ ክንመሃር ኢና ማለት እዩ ኦኬ ቅልጥፍ ኢልና ናይ html ቴብል ክንመሃራ ኢና ቴብል ከመይ ጌርካ ትጽሕፎ መጀመርታ ቴብል ትብል ታግ ክትጽሕፍ ኣለካ ክትከፍእ ክትዓጹ ኣለካ ቴብል ኣብ ውሽጣ ሽዑ ሮ ንክትሰርሕ ቲኣር ቲኣር ኢልካ ትዓጹ ኣለካ ኣብ ውሽጣ ሽዑ መሊስካ ቲዲ ኢልካ ትጽሕፍ ማለት እዩ እዚ ሕጂ እንታይ ማለት እዩ ቴብል ምስ ከፈትካ ኩሉ ግዜ ቴብል ብሮንስ ኮሎምስ ዝተመስረተ ስለ ዝኾነ መጀመርታ ኣብ

ኣብ ጎና ተወሲኻ ስለዚ ብጎና ዳወሰኸት ክትከይድ እያ ማለት እዩ ስሪ ተልናያ እውን ስሪ ክትኮን እያ ማለት እዩ ስሪ ኮይና ኣላ ማለት እዩ ስለዚ ሕጂ እትሪእዎ ዘለኹም ብምልኡ ቴብል እናኾነ ከይድ ኣሎ ማለት እዩ ንኣብነት ብኸመይ ክትፈልጣት ንኽእል ኢና ቴብል ምዃና ቦርደር ኢልና ዋን ፒክስል ዘለዋ ቦርደር ላይን እንተጌርናሉ ንኹሉ ከምዚ ትሪእዎ ኮይኑ ኣሎ ማለት እዩ ስለዚ ነናተ ሰል እዚኣ ሓንቲ ሮ ኮይና ሰለስተ ኮሎም ዘለዋ ኮይና ኣላ ማለት እዩ ስለዚ ነዚኣ ኮፒ እንተጌርናያ ከዓ ክልተ ሮ ዱፕሊኬት ንገበርና እሞ እዚኣ እንታይ ኮይና ኣላ ማለት እዩ እዚኣ ክልተ ሮ ሰለስተ ኮሎም ዘለዋ ኮይና ኣላ ማለት እዩ ኦኬ ሕጂ ኣብዚ ክንፈልጦ ዘለና ክንሓዋውስ ንኽእል ኢና ለሰይ እዛ ስሪ ላዕልን ታሕትን ዘለዋስ ሓንቲ ስሪ ክንገብራ ንክእል ተሊልና ዘን ኣብዚ ዘለዋ ሓንቲ ናምበር ክንገብራ ንክእል ዝተፋላለየ መገዲ ክንገብር ንክእል ኢና ንኣብነት ሕጂ ላዕልን ታሕትን ዘለዋ ስሪ ክንሕውሰን ኢና ማለት እዩ ነዚኣ ክንሕውሰን ተሊልና ማለት እዩ እታ ስሪ ዘላ ደምሲስና እታ ናይ ካልኣይቲ ሮው ዘላ ደምሲስና ነታ ቀዳይቲ ሮው እንታይ ኣብ ጎና እንታይ ንገብር ኣብታ ናይ ቲዲ ሮውስ ስፓን ትብል ታግ ክስታይ ኣላ ጽፈት ኣላ ሳት እቲካ ክንደይ ኮሎምስ ክንደይ ሰልስ ኢካ ትሕውስ ዘለካ ላዕልን ታሕትን ክልተ ሰልስ ንዕን ሓዊስካ ሓንቲ ክትገብራ ኢካ ደሊካ ዘለካ ስለዚ ቁጽሪ ክልተ ተጌርካያ ክልተ ሓውስለይ ትብል ኣለካ ማለት እዩ ነዚኣ ቴብል ሲ እዛ ሳልሰይቲ ሰለስተ ትብል ዘላ ቴብል ምስዚኣ ታሕተወይቲ ዘላ ሓዊስክ ንሮ ሓንቲ ግበርልና ማለት እዩ ኦኬ ሴቭ ኢልና ኣለና ሪፍሬሽ ንብላ ኮምባይን ኮይና ኣላ ማለት እዩ ትሪእዋ ኣለኹም እዚኣ ታሕቲ ላዕሊ እዘን ታሕተወት ዘለዋ ከዓ ክልቲኤን ክንሕውሰደ ኢና ኣለና ኮሎምስ እዚ ሮዊስ እዚ ኮሎምስ ኮሎምስ ከመይ ጌርካ ትሕውሶ ከዓ መጀመርታ ሽመን ክንቅይረን ደኢልና ኣለና እዚኣ ሕጂ ቱ ኤንድ ዋን ክብለ ይበላ ኤንድ ዋን ኤንድ ቱ ኢለ ኣለኹ እዚኣ ከድምስሰያ ምክንያቱ ኦሬዲ ሓንቲ ሰብ ስለ ዝኾነት ክልተ ሰብ ክንገብር ኣይንኽእልና ማለት እዩ ሽዑ እንታይ ትብል ኣላ ኣብዚኣ ኸ ንጎኒ ኮምባይን ገብር ደሊና ንኮሎምስ ማለት እዩ ኸ ኮል ስፓንስ ትብላ ድያ ክንደይ ሰሊና ኮምባይን ገብር ደሊና ድና ክልተ ሰብ ስለዚ ሴቭ ንብላ እዚኣ ቱም ስእተን ኣላ ራይዎ ኤንድ ኮይና ኣላ ላይን ኣብ መንጎን የብለን ስለዚ ላዕልን ታሕትን ብሮስ ኮማን ሮስ ስፓን ጌርካ ኮልስ ከዓ ንየማን ፀጋም ወይ ከዓ ንኮሎም ጌርካ ትሕውስ ማለት እዩ ብከምዚ ቴክኒክ ዝተፈላለየ ዓይነት ቅርፂ ዘለዎ ኣብ ንኣብነት እዚኣ ሕጂ ስትሪዮ ኣለዉ ቦርደር ተዘይንገብረላ ዋንሲ ኣይምተረዳእና ነይሩ እንታይ ጌርና ከም ሰራሕና ነዚ ትሪኡ ኣለኹም ስለዚ እዚኣ ብምግባርና ኢና ንፈልጣ ዘለና ምር ከምዚ ጌርና ደምሲስና ገለ ፎርምታት ክነምስሎ ንኽእል ኢና ማለት እዩ ኦኬ ፅቡቅ ካብ ሕጂ ብዛዕባ ናይ ፎርም ክመሃር ኢና ሕጂ መጀመርታ ፎርም ከርእኩም ፎርም ማለት ሓንቲ ታግ ፎርም ከምዚ ምሻሎ ፅሕፈት ሲ ኢሜል ኣድረስ ክተውጽእ ተለካ ንኣብነት እንታይ ትገብር ትመልኦ ነገር ኣሎ ፎርም ምሽ ንሱ ከመይ ጌሮም እዮም ሰሪሖሞ ገለስ ከምዛ ንመሃራ ማለት እዩ ሕጂ ሳት ንኣብነት እንታይ ትገብር ፎርም ኢልካ ፎርም ኢልካ ምስ ከፈትካ ምስ ዓጸኻ ኣብ ውሽጡ ትጽሕፎ ነገር ብምሉኡ እንታይ ይበሃል ፎርም በሃል ንኣብነት ንኣብነት ሕጂ ኢንፑት ኢልና እዚኣ ታይፕ ኢልና ቴክስት ቴክስት ጽሕፈት ክንጽሕፍ ንኽእል እንተልና ንስምና ማለት እዩ ኔም እዚኣ ትሪኣ ኣለኹም ሶሪ name is equal to name ክብለ እዚኣ ታግ ብምብፅሓፍና እንታይ ክትኮኑ እዮም ስልልኩም ሓንቲ ናይ መፅሓፊት ነገር መፅያክና ኣላ ሕጂ እዚኣ ጃስ ቦታ እያ ሂባክና ቴክስ መፅሓፊ ማለት እዩ ስለዚ ከምዚ እውን ኣሎ እዚኣ ቴክስ ዘላ ኢንፑት ታይፕ ፓስወርድ ኢልናይሃ ፓስወርድ ኮኑ ማለት እዩ ራያ ሕጂ እዚ ብምሉ ፎርምታት እዩ ዝበሃል ጎና ዘላ ትሪኣ ኣለኹ ናይ ፓስወርድ ያ ዶት ዶት ኮይኑ ኣሎ ናይ ፓስ ኦኬ ስለዚ ፎር ማለት እዚ ትሪእዎ ዘለኹ ፎር መእተዊ ማለት እዩ ዝተፈላለዩ ካልኦት ኢንፑት ኣሎ ብዙሕ ዲቴል ኣክሽዋሊ ኣይከኣቱን ግን ኢንትሮዳክሽን ከርእየኩም ሕጂ ነዚ ፎርም ግን ስርዕ ብቴብል ዘለዎ ገይረ ክሰርሕ እየ ኦኬ ስለዚ መጀመርታ እንታይ ሓሳብ ኣለኒ ዮር ኔም ኢለ ክፅሕፍ ደልየ ኣለኹ ኣብ ቴብል ሕጂ ቲዲ ኢለ ክኣቱ እየ ኣብ ሓንቲ ሰል ከፊተ name ኢለ ኣለኹ። ኣብታ ኹቕ ጎና ዘላ ደድሕሪኣ ኸኣ td ኢለ ካልእቲ ሰል ኣብ ኣብታ the same row ከለኹስ ካልእቲ ሰል ከፊተ input ክጽሕፍ እየ። input ክጽሕፍ እንተኾይነ ናይ ፎርም ማለት እዩ input ታይፕ ለ ቴክስት ገብረያ ምክንያቱ ኔም ስለ ዝኾንኩ ናታ ኔም ከዓ ኔም ክብለያ ማለት እዩ ሕጂ ርኣይዋ መጀመርታ እዚኣ ሪፍሬሽ መሁላ ኔም ኣብዚ ጽሕፍ ማለት እዩ ኦኬ ኣብታ ካልኣይቲ ኸዓ ፓስወርድ ሳይን ኣብ ክትገብር ከለኻ ከም በዓላ ፌስቡክ ጉግል ገለስ ንገብሮ ማለት እዩ ፓስወርድ ክሳብ ሕጂ ዶክር css ብምውሳኽ ጥራሕ እምቲ ካልእ ቴክኒካል ክስታይ ዝውስኽሉ ዘሎ ኣክቹዋሊ ጃቫስክሪፕት ዝተፈላለዩ ኣለኒ ግን ብዙሕ ነገር ፍሉይ ነገር ሳይክህዱ ዝገብሩ ማለት እየ ኦኬ ኢንፑት እንታይ ኣብዚ ሕጂ ፓስወርድ ትልና እያ እዚ ሕጂ ክነፅንዐን ኢና ጥራሕ ኢና ኢንፑት ኢልና ታይፕ ፓስወርድ ንብላ ፅፈት ተሊልናሃ ታይፕ ቴክስት ንብላ ሽም ከኣ ንሄቨን ማለት እዩ ደልና ድላይና ሽም ሕጂ ኔም ግድን ኔም ኢልያ ኣብዚኣ ማለት ኔም ማለት ጥራሕ ኣይኮነን ዝተፈላለዩ ሽም ክትብላ ትኽእል እያ ለሴ ፓስ ክብላ ክእል ተልየ ወርድ ኢለ ፓስወርድ ክገብራ ክእል ዋቴቨር ሕጂ ፓስ ክብላ እስከ ጸገም የብሉን ስለዚ ማይ ኔም ኢስ ናሆም ክብለ ሕጂ ሽመይ ናሆም እዩ ፓስወርድ ድኻ ዘይትርእዎ እዮም ማለት እዩ ኦኬ መግበሪት ደሊና ኣለና ወይ ሎጊን መግበሪት ደሊና ኣለና ሕጂ ሕጂ ሎጊን መግበሪት ከዓ ከም ዝበልኩሞ ካልእ ቲኣር ክኸፍት እየ ቲኣር ከፊተ ኢንፑት ታይፕ እንታይ ትበሃል ኣላ መጀመርታ ቲዲ እንደ ከፍ ዘልኒ ቲዲ ኣይረስዕ ኩሉ ግዜ ግን ኣብዚኣ ሕጂ ካብዛ ካልኦት ዘፍልያ ሓንቲ ሰል የደልየ ዘለኹ ሎጊን መበሊት፣ Log መበሊት ማለት እዩ። ኣብዚኣ ሕጂ እውን ነፍሲ ወከፍ ከክልተ ስለ ዝገብራ ዘለዋ ለሴ ዋን እሞ ክብላ ኣብዚኣ ግድን ከክልተ እንተዘይገይረያ ኢምፒቲ ክትኮነኒ እያ ራይዎ ሕጂ በዚ ክትኮነ ሕጂ እታ ሎጊን ቴልያስ በዚ ወገን ጥራሕ ክትኮነ ናይ ሎጊን ባተን መግበሪ መኸሪኩም ኢንፑት ታይፕ ሳሚት እያ ሰብሚት ሜዳታ ከዓ ሎጊን በላ ብላ ሎጊን ዋላ ቫልዩ ናታ ቫልዩ ማለት ሕጂ እታ ኣብታ ባተን ትመፀና ፅሕፈት ማለት እዩ ሎግ ኢን ኢለ ፅሕፈላ ኣለኹ ሎጊን ኢለ ኣለኹ ስለዚ እዚኣ ኔም ጃስ ሽም መሃብ እያ እዚኣ ቫልዩ ግን እታ ኣብታ ንሕና ክንሪኣ ዘለና ክንጥውቃ ከለና ትጸሓፈና ጽሕፈት ማለት እዩ ኦኬ ሴቭ ክንብላ ኢና ራይዋ ሕጂ ሎጊን በዚ ኮይና ኣላ ከምዚ ግን ኣይኮነ እዚ ዝግበር መብዛሕትኡ ግዜ ኣብ ማእከል ዓይነት ወይ ከዓ ከምዚ ፉል ሰንተር ክኾነልና ኢና ንደሊ ዘለና ስለዚ ሓንቲ ቀዳሚት እንታይ ክንገብራ ኢና ሰንተር ኢልናያ ባይዘወይ ሕጂ ዋላ ሰንተር ተበልናያ ነዚኣ ትሪእዋ ዘለኹም ሰል ከምዚ ናይ ናይ ቀደም እስቲ ንገብሮ ዘለና ነበርና ሰንትራይት ትኾን እያ ምክንያቱ እታ ቲዲ ኣብ ሓንቲ ወገን ጥራሕ ሰንትር ኮይና ኣላ ናይ ዋህጅ ራሕቲ ዲፈረንስ የምፅእ ምክንያቱ እዚኣ ብዓባያ እዚኣ እያ ሳይዛ ማለት እዩ ነዚኣ ግን እታ ዓንተይ ዝተምሃርናያ ኮል ስፓን ተገንያ ውችስ እዚኣን ነታ ኢፒቲ ዘላ ሓዊስና ሓንቲ ሰል ተገይርና ግን ሰንተር ተኮይ ክትከውን እያ ማለት እዩ ኣብቲ ማእከል ንማለት ተረዲኩምኒ እቲ ኮልስፓ ሕጂ ጥቅሙ ኣብ ከምዚ እዩ ዝጠቅመና ማለት እዩ ኮልስፓ እንተው ተልናያ ሕጂ ራይዋ ሎጊን ኮይናልና ኣላ ስለዚ ሰንተር ነዚኣ ሶሪ ነዚኣ ሰንተር እዚኣ ኣብዚ ዘላ ኣብዚ ክንገብራ እንዲና ኦርደር ናይ ሰንተር ኣገባብራ ተጋጊና ጸኒሕና ኣብውን ስለዚ እዚኣ ንመልሳ

ቫልዩ ከኣ እታ ትጽፈ ሽማ ማለት እዩ ናይታ ኣብኡ ክትረኣየና ደልያ ዘላ ካንስል ንብላ ማለት እዩ ካንስል ተይልናያ ራይ ዋሃጅ ሎጊን ኤን ካንስል ማለት እዩ ስለዚ እዚኣ ብምግባርና ሓንቲ ፎርም ሰሪሕና ኣለና ባይ ዘወይ ሕጂ ፎርም ኣብዚኣ ቴብል ፎርም ረሲዕናያ ስለ ነበርና ዊዝን ፎርም ኣብዚኣ ቴብል ኣለሰ ኣብ ልዕሊ እዛ ቴብል ዋላ ክንገብራ ንኽእል ኢና ፎርም ኢልና ኣለና ኣብዚኣ ታሕተወይቲ ከዓ ትሕትታ ኣብ ላዕሊ ቅድሚ ቴብል ስለ ዝኸፈትናዮ ፎርም ኢልና ሕጂ ዘለና ትሕቲ መወዳእታ ኢና ትሕቲ ቴብል ንዓጽዋ ማለት እዩ ኦኬ ፎርም ዓጺና ከፊትና ዓጺና ኣለና ሕጂ ብዚ ኣክሽን ዝበሃል ኣሎ መሃሮ ኢና ሜቶድ ዝበሃል ኣሎ እዘን ክልተ ኩሉ ግዜ ከም ፎርም ኩሉ ግዜ ንጥቀመን ኣለና ሕጂ ኣክሽን እዚታት ኣይበጻሕናዮን ስለ ዘለና ክንገድፎ ኢና ግን ኩሉ ግዜ ፎርም ክሰልካ ኣክሽን ኢዝ ኢኳል ቱ ኢልካ ኣብዚ ትእትወሉ ጽሕፈት ኣሎ ኣብዚ ከኣ መብዛሕትኡ ግዜ ሜቶድ ጌት ወይ ከኣ ፖስት ዝብል ጌርና ኢና ናይ ፒኤችፒ ክስታይ ስለ ዝኾነ ብዙሕ ኣይለየናን እዩ ግን ከምዚኣ ጌርና ሓንቲ ናይ ሎጊን ፎርም ሰሪሕና ኣለና ማለት እዩ